ረድዮ ኣድኣል ናይቶም ድምጾም ንኸየስምዑ ብስርዓት ህግደፍ ተዓቢሶም ዝርከቡ ዜጋታትና ድምጺ እዩ። ረድዮና ወትሩ ረቡዕን ቀዳምን ካብ ሰዓት ሽዱሽተ ክሳብ ሰዓት ሸውዓተ ናይ ምሸት ብኣቋጽራ ኣስመራ ኣብ ሓጺር ማዕበል ዓሰርተ ሓደ ሽሕን ሽዱሽተ ሚእትን ሰብዓን ኪዳሃር ወይ እውን ዕስራን ሓሙሽተን ሜተር ባንድ ብክልቲኡ ቋንቋታት ዓረበኛን ትግርኛን ብቐጥታ ናብ ኤርትራን ከባቢኣን ዝቃላሕ ፈነወ እዩ። ፈነወ ሬድዮና ክትከታተሉን ከተስርሑን ዓብዪ ተስፋ ኣለና። ወትሩ ምስ ሰናይ መደባትና ሰናይ ምክትታል ንምነየልኩም። እዚ

ክብራትን ክቡራንን ሰማዕትና ብሚጀመርያ ንዕለት ሸውዓተ ጥሪ ክልተ ሽሕን ዓሰርተ ሸውዓተን ዘዳለናዮ መደብ ክነቅረበልኩም ኢና ኣቀዲምና ብምክንያት በዓል ልደት ርሑስ ልደት ይግበረልና ይግበረልኩም ንብል ቀጺልና ናይ ሎሚ መደብና ኣቀዲምና ብዜና ክንጅምር ኢና ናይ ሎሚ ዜና ዘቅርበልኩም ስዒድ ኣደም እዩ ቀጺልና ፖለቲካዊ ሓተታ ብሓውና ገዛኢ ከነቕርበልኩም ኢና። ኣብ ምጨረሻ መደብ ደቂ ኣንስትዮ ብሓፍትና ኑርያ ክቐርበልኩም እዩ። ሰናይ ምክትታል ንምነየልኩም። እዚ ሬድዮ ኣዳል እዩ። ክቡራትን ክቡራንን ሰማዕትና ካብ ሬድዮ ኣዳል ሞቕ ሰላምታና ይብጻሕኩም። ብመጀመርያ መእረምታ ኣብ ዝሓለፈ ረቡዕ ዘቕረብናዮ ዜና ኣድማ ቤት ትምህርቲ እንዳ ማርያም ብዕለት ክልተ ጥሪ ክልተ ሽሕን ዓሰርተ ሽዱሽተን ተባሂሉ ዝተጠቕሰ ብዕለት ክልተ ጥሪ ክልተ ሽሕን ዓሰርተ ሸውዓተን ንምባል ምዃኑ እናሓበርና እቕሬታ ንሓትት። ጌጋስ ተባሂላ ዝደወለት ሰማዒትና ምስጋና ነቕርብ። ቀጺልና ንሎሚ ቀዳም ዕለት ሸውዓተ ጥሪ ክልተ ሽሕን ዓሰርተ ሸውዓተን ዘዳለልናዮ ዜና ነቕርበልኩም። ኣቐዲምና በርእስቲ ዜና ንጅምር። ሓደ ላዕለዋይ ድብሎማት ስርዓት ህግደፍ ከምኡ'ውን ሓደ ዓቢ ሓላፊ መንእሰያት ንስርዓት ራሕሪሖም፣ ኣብ ኣሜሪካ ዑቕባ ከምዝሓተቱ ተገሊፁ። ምሕረተኣብ ወልደሚካኤል ዝተባህለ ሓዳስ ኤርትራ ሰኣሊ ኮይኑ ከገልግል ዝፀንሐ ጋዜጠኛ ንስርዓት ህግደፍ ራሕሪሑ ኣብ ሱዳን ከምዝተረፈ ተፈሊጡ። ሓይሊ ባሕሪ ሊብያ ደቂ ኣንስትዮ ህፃናት ዝርከብወን ሚእትን ሓምሳን ዝኾኑ ኤርትራውያን ስደተኛታት ኣብ ገማግም ሊብያ ካብ ናይ ምጥሓል ሓደጋ ከምዘድሓንዎም ተፈሊጡ። ክብራት ሰማዕትና ካብ ኣርእስቲ ዜና ናብ ዝርዝራቱ ነሰጋግረኩም። ኣሜሪካ፣ ኣብ ሕቡራት ኣፍሪቃ ተመዲቡ ንሰለስተ ዓመታት ዘገልገለ ላዕለዋይ ዲብሎማት ስርዓት ህግደፍ ኣቶ ኣስጎዶም ተድላ ንምልካዊ ስርዓት ህግደፍ ራሕሪሑ ኣሜሪካ ኣትዩ። እዚ ካብ ኣዲስ ኣበባ ናብ ኣስመራ ምስ ኣምባሳዶር ኣርኣያ ደስታ ብሓባር እንዳመጸ ከሎ ብዕለት ዕስራን ሰለስተን ዓሰርተ ክልተ ክልተ ሽሕን ዓሰርተ ሽዱሽተን ንሓላፊኡ ኣዘንጊዑ ንጻዊዒት መላኺ እስያስ ራሕሪሑ ካብ ዱበይ ናብ ኣሜሪካ ከምዝኣተወ ዝተፈላለዩ ማዕከናት ዜና ኣቃሊሖም። ምስዋር ቀዋሚ ልኡኽ ቁጠባዊ ፖለቲካውን ጉዳይ ኤርትራ ኣብ ሕቡራት ኣፍሪቃ ላዕለዋይ ዲብሎማት ኣቶ ኣስጎዶም ተድላ ኣብ ዱበይ ከም ዝተሰወረ ዝፈለጠ መጓዕዝቱን ሓላፊኡን ኣምባሳዶር ኣርኣያ ደስታ ንሰለስተ መዓልትታት ዝኣክል ኣብ ማእከል ሹቕ ከም ዝጠፍኦ ኣቕሓ ክእልሾ ዋላ እንተቐነየ፣ ብዕለት ዕስራን ሽዱሽተን ዓሰርተ ክልተ ክልተ ሽሕን ዓሰርተ ሽዱሽተን ናብ ሕቡራት መንግስታት ኣሜሪካ ከም ዝበጸሐ ድሕሪ ምፍላጡ ግን ንኣስመራ ከም ዝመጸን ኣዝዩ ተዳሂሉ ከም ዝቐነየን ተፈሊጡ። ዓበይቲ ሓለፍቲ ስለያ ህግደፍ ንኣምባሳደር ደስታ ጸዊዖም ከም ዘዛረብዎን ብሓይሊ ከም ዝገነሕዎን ካብ ኣስመራ ዝበጽሓና ዜና ኣፍሊጡ። ብዝተፈላለየ መንግስታዊን ውድባዊን ዕማማት ናብ ዝተፈላለያ ሃገራት ዝለኣኹ ዜጋታት ንዝረኽቡዎ ናይ ምውጻእ ዕድል ተጠቒሞም በብዝወፈሩዎ ነቲ ስርዓት ራሕሪሖም ብኡን ንብኡ ከምዝተርፉን ናይዚ ሃሰያ ኣብ ልዕሊ ስርዓት ህግደፍ ኣቃሊልካ ዝረኤ ጉዳይ ከምዘይኮነ ምዕዛብ ይከኣል። ከምኡ'ውን ብተመሳሳሊ ኢንጂነር ዓብዱልዋሳዕ ኣሕመድ ሓደ ካብቶም ቀንዲ ሓለፍቲ ኣብ ማእኸላይ ቤት ፅሕፈት ማሕበር መንእሰያት ተምሃሮ ህግደፍ ንስርዓት ህግደፍ ራሕሪሑ ኣብ ሕቡራት መንግስታት ኣሜሪካ ዑቕባ ከምዝሓተተ ምንጭታትና ኣረጋጊፆም። ኢንጂነር ዓብዱልዋሰዕ ምስ ኣቶ ዑቕባይ በርሀ ዝተባህለ ብጻዩ ኣብ ሰሜን ኣሜሪካ ኣብ ዝሓለፈ ወርሒ ጥቅምቲ ዝተኻየዱ ኣኼባ መንእሰያት ንምስታፍ መጺኦም ምንባሮም እቲ ዝበጽሓና ዜና ኣረጋጊጹ። ዑቕባ ንኽሓትት ዝደረኾ ምኽንያት ኣብ ዝገለጸሉ ንምልካዊ ምሕደራ ስርዓት ህግደፍ ስለ ዝተቓወመን ንምጽጋኑ ዝተኻየደ ጻዕርታት ውጽኢት ስለ ዘይብሉ ካብቲ ስርዓት ንምውጻእ መሪጸ ክብል እንጅነር ዓብዱልዋሰዕ ሓቢሩ። መማጽእቱ ዝኾነ ዑቕባይ በርሀ ናብ ኣስመራ ምስ ተመልሰ ብሓለፍቲ ስለያ ህግደፍ ሰፊሕ መርመራ ከም ዝተኻየደሉ እቲ ዝበጽሓና ሓበሬታ ኣረጋጊጹ። ኣብ ዝሓለፈ ሓጋይ'ውን ክልተ ዓበይቲ ሓለፍቲ ማሕበር መንእሰያት ህግደፍ ንመንእሰያት ኤርትራ ወኪሎም ኣብ ዓቢ ኣህጉራዊ መጋብእያ መንእሰያት ዓለም ንምስታፍ ኣብ ቻይና ድሕሪ ምምጽኦም፣ ነቲ ስርዓት ራሕሪሖም ኣብ ቤት ጽሕፈት ኣህጉራዊ ላዕለዋይ ኮሚሽን ስደተኛታት ዑቕባ ከምዝሓተቱ ዝዝከር እዩ። ካርቱም። ምሕረተኣብ ወልደሚካኤል ዝተባህለ ኣብታ እንኮ ዕላዊት ጋዜጣ ኣብ ኤርትራ ዝኾነት ሓዳስ ኤርትራ ሰኣላይ ኮይኑ ዘገልግል ዝጸንሐ ጋዜጠኛ ንስርዓት ህግደፍ ራሕሪሑ ኣብ ሱዳን ከም ዝተረፈ ካብቲ ቦታ ዝበጽሓና ዜና ኣፍሊጡ። ሰኣላይ ምሕረተኣብ ብኣጋጣሚ ልደት ማሕበረኮመ ኤርትራ ኣብ ካርቱም ዝካየድ በዓል ንምስኣልን ሬፖርታጅ ንምድላውን ምስ ካልኦት ጋዜጠኛታት ከም ዝመጸ እቲ ዝበጸሓና ዜና ኣረጋጊጹ። ኣብ ዝሓለፈ ወርሒ'ውን ጋዜጠኛ ማሕሙድ ዑመር ኣፈንዲ ዝተባህለ ጋዜጠኛ ነቲ ስርዓት ራሕሪሑ ኣብ ሱዳን ተሪፉ ምንባሩ ዝተፈላለያ ማዕከናት ዜና ኤርትራውያን ኣቃሊሐንኦ ምንባረን ዝዝከር እዩ። ሚኒስትሪ ዜና ስርዓት ህግደፍ ናብ ዝተፈላለያ ሃገራት ዝልእኾም ጋዜጠኛታት በብዝኸድዎ ይተርፉ ምህላዎም ሓደ ካብቲ ንመላኺ ኢሲያስ መሳርሕቱን ኣዝዩ ሃሳዩ ተረክቦታት ኮይኑ ምህላዉ ብሰፊሑ ዝዝረበሉ ዘሎ ጉዳይ ምዃኑ ተፈሊጡ'ሎ። ሊብያ። ሓይሊ ባሕሪ ሊብያ ደቂ ኣንስትዮን ህጻናትን ዝርከቡዎም ሚእትን ሓምሳን ዝኾኑ ኤርትራውያን ስደተኛታት ኣብ ገማግም ሊብያ ካብ ናይ ምጥሓል ሓደጋ ከምዘድሓኑዎም ተፈሊጡ። ሓይሊ ባሕሪ ሊብያ ነዞም ዝደሓኑ ስደተኛታት ናብ ወደብ ትሪፖሊ ከምዘብጽሑዎም ተፈሊጡ። ካብ ዝተፈላለያ ሃገራት ኣፍሪቃ ካብ ግፍዕን ጭኮናን ምሕደራ ስርዓት ከምኡ እውን መነባብርኦም ንምምሕያሽ ብመንገዲ ሊብያ ገይሮም ንማእከላይ ባሕሪ ብኣዝየን ዝኣረጋ መራኽብ ገይሮም ብምስጋር ናብ ኤሮፓ ክበጽሑ ዝህቅኑ ኣብ ዝሓለፈ ዓመታት ቁጽሮም ኣዝዩ ሰማይ ከምዝዓረገ ዝተፈልጠ ኮይኑ ሕብረት ኤሮፓ ነዚ ዋሕዚ ስደተኛታት ንምግታእ ሓድሽ ሕግታት የተኣታቱ ምህላዉ ኣብ ዝሓለፈ ዜናና ሓቢርና ምንባርና ዝዝከር እዩ። ብዙሓት ካብዞም ስደተኛታት ካብ ሊብያ ነቒሎም ናብ ኤሮፓ ይጓዓዝሉ ኣብ ዝነበሩ ዝተቐዝፉ ኣዝዮም ብዙሓት ምዃኖም ዓለም ብምሉኡ ብጓሂ ዝከታተሎ ዘሎ ጉዳይ እዩ። ኤርትራውያን ኣብ ተርታ ሓተቲ ዑቕባ ብብዝሖም ድሕሪቲኦም ቀዳሞት ኣብ ዓለም ዝኾኑ ሲርያውያን ከም ዝስርዑ እዚ ጉዳይ ዝምልከቶም ትካላት ብሰፊሑ ዘብርህዎ ጉዳይ'ዩ። ክቡራትን ክቡራንን ሰማዕትና ንሎሚ ዘዳለናልኩም ዜና ኣብዚ ይድምድም ምስ ቀጻሊ መደባትና ሰናይ ምክትታል ንምነየልኩም። እዚ ሬድዮ ኣዳል እዩ። ሬድዮ ኣዳል እዚ መደብ ሓተታን ቃል ማሕተትን ሬድዮ ኣዳል እዩ። እዚ መደብ እዚ ዝተፈላለየ ኣርእስቲ ዝሓዘ ሓተታ ሬድዮናን ከምኡ ውን እነካይዶ ቃል ማሕተት ምስ ፖለቲካውያን፣ ደረስቲ፣ ጋዜጠኛታት፣ ስነ ጥበባውያን፣ ካልኦት ሲቨካውያንን ውልቀ ሰባትን ኤርትራውያን እነቕርበሉ መደብ እዩ። ምስ መደባትና ሰናይ ምክትታል ንምነየልኩም። እዚ ሬድዮ ኣዳል እዩ።
መሬትና ዝተፈጥሩ ኣናፁ ነቲ ነቕ ዘይብል ሓድነትና ክፈታተንዎ ከለዉ እዚ እዋን እዚ መንኻ ዝብል ዳኛ ዘይብሉ ከከም ፊን ዘበለካ እትዛረበሉን ትጽሕፈሉን እዋን ስለ ዝኾነ ንብርዕኻን ንመልሓስካን ዝእድብ ሕጊ ዘይብሉ ጥሪትካን ወርቅኻን ጥራሕ ዘይኮነ ውላድካ እውን ዝዝመተሉ እዋን እዩ። ቀደም ዘበን ሽፍታ ክበሃል ከሎ ወርቅኻ ገንዘብካ ጥሪትካ ዝዘምት እዩ። እዚ እውን ኣጸናጺኑ ኣብ ዓዲ ዘይኮነስ ኣብ ጸምጸም በረኻ፣ ኣብ ጻሕ ዝበለ ጎልጎል ዘይኮነስ ኣብ ከውሊ ተሓቢኡ እዩ ዝኸትር ዝነበረ። ሎሚ ኣብ ኤርትራና ግና ብስም መንግስቲ ዝስመ ኣብ ማእከል ዓዲ ዝሸፈተ ህግደፍ ዝተባህለ ህይወት ሰብ ዝበልዕ ደቂ ሃገር ዝኸትር ቆልዑ ካብ ሕቕፊ ወለዶም ገፊፉ ወላድ ከርሲ ኤርትራዊ ዘምክን ንመንእሰይ ዝሃድን ኣራዊት ዘግዳም ዝኾነ ሽፍታ ነጊሱ ኤርትራ ሃገርና ናብ ሃው ዝበለ ኣጻድፍ ኢነንዋ ኣሎ። ጃንዳ ህግደፍ ንምልክት ሓንቲ ናይ ህዝቢ ሓልዮት ዘይብሉ ጨካን ጸላኢ ህዝቢ ኤርትራ እዩ። ስለዝኾነ ኤርትራ ሃገርና ካብዚ ውሉድን ወላድን ፈላሊ ጨካን ምሕደራ ጃንዳ ህግደፍ እትጋላገለሉ መድረኽ ርሑቕ ኣይኮነን። ስለዝኾነ እቲ እዋን ናይ ምጥራናፍን ናይ ተዋሂድካ ምስራሕን ናይ ምክእኣልን ናይ ምጽዋርን መድረኽ እዩ። ኣብዚ እዋን እዚ ኤርትራዊ ኩሉ እቲ ጃንዳ ህግደፍ ኣብ ህዝብና ዘተኣታትዎ ተንኮላት፣ ዘይተረድኦ ኤርትራዊ ኣሎ ኣይንብልን። ሎሚ እቲ ብስም ናጽነት ተታሊሉ ንጃንዳ ህግደፍ ከም መንግስቱ ፈሊጡ ዶላራት ዝሕለብ ዝነበረ ኤርትራዊ ከይተረፈ ተንኮላት ህግደፍ ተረዲኡ ምስቶም ከይተረድኦ ዝዘርፎም ዝነበረ ሓይልታት ተቃውሞ ተሰሪዑን ተወዲቡን ሃገርን ህዝብን ኣብ ምድሓን ግቡእ ሃገራዊ ግዲኡ ኣብ ምስልሳል እዩ ዝርከብ። እንተቲ ክሳብ ሎሚ ንህግደፍ ኣሚኑ ንሕና ንሱ ንሱ ንሕና እናበለ ጎደናታት ዓዲ ሃገር ዝሕምት ዘሎ ግና ገለ ኣበር ዘለዎ እዩ። ብርግጽ እዚ ኣብ ጎደናታት ስደት እንርእዮ ዘለና ህዝቢ እናጠፍአን ሃገር እናበረሰን እንከሎ ንህግደፍ ከም መንግስቲ ኣሚኑ ንሕና ንሱ ዝብል ገለ ካብ ዘይምስትውዓል ክኸውን ከሎ፣ ገለ ድማ ብዘለዎ ውሽጣዊ ኣበር ተደሪኹ ንህግደፍ ምድጋፉ ዝገርም ነገር ኣይኮነን። ገለ እውን ምስ ውልቃዊ ጥቕሚ ዝተኣሳሰር ፍሉይ ረብሓ ዘለዎ ዓምዲ ልቢ እውን ኣሎ። ገለ እውን ዝምድና ቆጺሩ ሓወይ ሓፍተይ ኣብ ስልጣን ኣሎ ዝብል ከምቲ ምስላ ወለድና ኣባቴ ዝሰተይዎስ ነደኢታይ የጉሰዐን ከምዝበሃል፣ ዝኾነ ይኹን ረብሓ ዘይብሎም ዝምድና ቆጺሮም ዝጋልቡ ቁሩብ ልቢ ዘይሰርዑ ኣፍራስ እውን ኣይሰኣኑን። ዝኾነ ኮይኑ ጃንዳ ህግደፍ ህዝቢ ዝጸልኦ ሕግን ስርዓትን ዘይብሉ ብዘይ ሕግን ስርዓትን ህዝቢ ብሓይሊ ዝገዝእ ኣረሜኔ ስለዝኾነ ኣብ ዝኾነ እዋን ኣብ ዝኾነ መዓልቲ ክወድቕን ከም ክንቲት ደርሆ ፈኹሱ ክድርበን ሓደ ክኸውን እዩ። ምኽንያቱ ህዝቢ ዘይፈትዎን ዘይቕበሎን መንግስቲ ክወድቅ ከሎ እንታይ ይኸውን? ኣብቶም ቀዳሞት ብህዝቦም ዝተፈርዱን ክፉእ ኣማውታ ዝሞቱን ኣዕሩኹ ርኢናዮ ኢና። እምበኣርከስ ኢድ ሸንዳሒት ጸናሒት ከም ዝበሃል ንጃንዳ ህግደፍ ዝጽበዮ ዘሎ ግብረ መልሲ እውን እዚ እዩ። እቶም ንህግደፍ ደጊፎም ጎደናታት ስደት ዝሕምሉ ዘለዉ ስሱዓት ሰብ ኣበር እውን እዚ ዕድል እዚ እዩ ዝጽበዮም ዘሎ። ስለ ዝኾነ በዚ ኣጋጣሚ ነዞም ሰዓብቲ ጃንዳ ህግደፍ ክንብሎም እንደሊ መንግስቲ ሓላፋይ ህዝቢ ግን ተራፋይ ስለ ዝኾነ ንታሪኽኩም ጥራሕ ዘይኮነስ ንታሪኽ ውላድኩም ሕሰብሉ ተነስሁ ንብሎም። እምበር ህግደፍስ ኣርባዕተ መሓውር ክሰቅል ዝተርፎ ይብሉን። ድሕሪ እዚ። ኣብ ዘመነ ህግደፍ እንታይ ተፈጸመ ዝብል ሕተ ተሓተት ዘርእስቱ ናይ ምጽራይ መደብ ክስዕብ እዩ። ኣብዚ ናይ ምጽራብ መደብ ድማ ጉዳይ ሃገርን ህዝብን ጓስዩ ውልቃዊ ረብሓ ንምንዳይ ምጃንዳ ህግደፍ ኣሻርዩ ህዝቢ ዘብከየን ወላድ ከርሲ ኤርትራዊ ዘምከነን መንዩ ተባሂሉ ጉዳይና ጸቢብ መንፊት ክሓልፎ እዩ። እዚ ሎሚ ዝጸልመተ ዝመስል ኩነታት ሃገርና ድማ ጽባሕ በርሃው ኢሉ ሰላምን ርግኣትን ዝሰፈኖ መድረኽ ዘበኽ ክብል እዩ። እዚ ሎሚ መርገጽ እግሪ ስኢኑ ሃገሩ ረመጽ ዝኾነቶ መንእሰይ ኤርትራ፣ ሃገሩ ካብቲ ትምኖ ዘላ ኣጻድፍ ናይ ብርሰት ኣድሒኑ ኣሰይ ኢሉ ልቡ ኣውዲቑ ኣብ ምዕብልና ሃገሩ ክራባረብ እዩ። እቲ ህግደፍ ንሕብረተሰብ ኤርትራ ንምብታን ዝገብሮ ዘሎ እከይ ምህዞ ግን፣ ፈሻል እዩ ኤርትራዊ በዚ ህግደፍ ዘተኣታተዎ ዘሎ ተንኮላት ትምህ ዝብል ህዝቢ ከምዘይኮነ ሕሉፍ ታሪኽ ህዝብና ዝምስክሮ ሓቂ እዩ ስለዝኾነ ግደፍዶ ህዝቢ ዘይቅበሎ ጉጅለ ህግደፍ ካልኦት እውን ብመጠኑ ምስ ህዝቢ ዝምድና ኣለዎም ዝብሃሉ ዝነበሩ ስርዓታት ፈርከሽከሽ ክብሉ ንርኢ ንዕዘብን ኣሎና ስለዝኾነ ህግደፍ እውን ጥባሕ ግዲ እያ እባሕ ከምዛ ንህዝብና መሪራቶ ዘላ መድረኽ ንህግደፍ እውን ብተርኡ ዕረ ክትጥዕሞ እያ። ኣብ መጨረሻ ጉጅለ ህግደፍ ንሓዋሩ ከምቶም ዝተጓሓፉ ደቂ መዛሙርቱ ክጉሓፍ እዩ። ዓወትን ሰላምን ንህዝብና ውድቀትን ንሕፍረትን ንጃንዳ ህግደፍ።

መደበ ደቂ ኣንስትዮ ክቡራት ሰማዕትና እዚ መደብ እዚ ብሬድዮ ኣዳል ዝቐርብ ብዛዕባ ፍርቂ ክፋል ሕብረተሰብና ዝኾና ደቂ ኣንስትዮ ብተኸታታሊ ኣብ ሰሙን ክልተ ግዜ ዝቐርብ መደብ እዩ። ብመጀመርያ ብሓፍትና ኑርያ ሑሴን ብዛዕባ ግደ ደቂ ኣንስትዮ ኣብ ማሕበራዊ ሂወት፣ ጉዳይ ሕጸ፣ ኣሱር፣ መርዓ፣ ሓዘን፣ ሓጎስ፣ ጥንሲ፣ ሕርሲ፣ ኣብ ህዝባውን ሃይማናታውን በዓላት፣ ኣብ ስድራ ላባይነት፣ ኩነታት ደቂ ኣንስትዮ ቅድሚ ብረታዊ ቃልሲ፣ ኣብ ግዜ ቃልሲ ድሕሪ ናጽነት ኣብ ውሽጢ ሃገርን ኣብ ስደትን ግደ ደቂ ኣንስትዮ ኣብ መጻኢት ኤርትራ ዝዓለመን ከተቕርበልናያ ብተወሳኺ ውን ዝኾነ ፍሉይ ግዳይ ደቂ ኣንስትዮ ምስ ዝህሉ ኣብዚ መደብ እዚ ከነቕርበልኩም ምኻና ንሕብር ምስዚ መደብ እዚ ሰናይ ምክትታል ንምነየልኩም እዚ

ክቡራትን ክቡራንን ሰማዕትና ከመይ ቀኒኹም? ንሎሚ ሒዝናልኩም ቀሪብና ዘለና መደብ መቐጸልታ ናይ ዝሓለፈ ህዝባዊ በዓላት ዝብል ኮይኑ ብኑራ ሑሴን ዝተዳለወ ጽሑፍ እዩ። ብደረጃ ዓዲ ዝካየድ በዓል ንግደት። ንግደት ኣብ ከበሳ ዳርጋ ኣብ ኩሉ ቦታታት ብተመሳሳሊ ኣገባብ ዝብዕል እኳ እንተኾነ ኣብ ገለ ገሊኡ ግን ይፈላለ እዩ። ንኣብነት ኣብ ብዙሕ ዓድታት ንግደት ሓደ መዓልቲ ክብዕል ከሎ ኣብ ገለ ከባቢታት ግን ካብ ሓደ መዓልቲ ንላዕሊ ይብዕል። ብሽሕን ትሽዓተ ሚእትን ሰብዓን ትሽዓተን ዓመተ ምህረት ድሕሪ ምንሳሓብ ከተማታት ኣነ ዝነበርኩዎ ሓይሊ ኣብ ከባቢ ወረዳ ዛይደኮሎም ቁጽሪ ትሽዓተ ማለት ሰራየ ንንቀሳቐስ ኣብ ዝነበርናሉ እዋን ኣጋጣሚ ኮይኑ ኣብ ሓንቲ ኣቲናያ ዝሓደርና ዓዲ ንግደታ ሽዑ መዓልቲ ይኸውን ገለ ካብቶም ሽማግለታት ዓዲ ግዜ ርፍድ ምስ በለ ይመጹና። እቲ መዓልቲ ንግደት ናይቲ ዓዲ ምዃኑ ድሕሪ ምሕባሮም፣ ብገምጋም ቁጽሪ ኣጋይሾም ማለት ነገድቲ ገለ ክፋል ካብኦም ንሕና ብምዃንናን እሞ ንወተሃደራዊ ኣቀማምጣና ንኽጥዕም ድማ ምርሒት ማለት ኣጋይሽ ድሮ ኣቲናዮ ዝሓደርና ገዛውቲ ከም ዝወገኑና ይገልጹልና። ካብዚ ግዜ እዚ ጀሚሩ ድማ ንምርሒት ዝግባእ ነገራት ኩሉ ክመማላኣልኩም እዩ ብምባል ኣመሓዲሮምና ከዱ። ከምቲ ዝበልዎ ከኣ ሰብ ገዛ ርሑስ ኣውደኣመት ድሕሪ ምባል ብቕጽበት ምስትንጋዶም ይጅምሩ። ስዋ ይቕዳሕ፣ ምግቢ ይቕረብ። ሰብኣይ ነጸልኡ ተዓጢቑ የማናይ ኢዱ ብምውጻእ ብልዑ እናበለ እንጀራ ኣብ ርእሲ እንጀራ እናደራረበ ጸብሒ ጻሕሊ ትኸይድ ጻሕሊ ትመጽእ ሰብ ከም ክእለቱ ይበልዕ። መኣዲ ምስ ተላዕለ ድማ ሽክናታት መስተዪ ስዋ መምስ መቐመጢኤን ኣብ ቅድሚ ነብሲ ወከፍ ሰብ ብስሩዕ ይቕመጣ። ተዓጣቓይ ከኣ በብዝጎደላ ግዜ ስተዪ እናበለ ይምልኣን። ምስ እዚ ተኻታቲሉ ድሕሪ ቁሩብ ድማ ቡን ምስ ሕምባሻ ይቕረብ። ቡን ምስ ተሰትየ ድሕሪ ቁሩብ ብጠስሚ ዝተለኽየ ቅጫ ዳጉሻ ይቕረብ። ቁሩብ ድሕሪ ምጽናሕ ድማ ቃተኛ ማለት ብጠስሚ ዝተለኽየ እንጀራ ኮታ ኣፍና ካብ ምብላዕን ምስታይን ከይዓረፈ ውዒሉ ኣብቲ ጎረባብቲ ማለት ብጾትና ዝነበርዎ ገዛውቲ ዘወር እንተበልና ድማ ዕትሮ ትኸይድ ዕትሮ ትመጽእ። ብሓጺሩ ሰብ ደገ ወጺኡ ሸይኑ ተናፊሱ ክምለስ፣ ሳርማ ድማ ውሻጠ በብበጺሓ መመሊኣ ክትማላለስ ኩሎም በብወገኖም ክማላለሱ ኢኻ ትዕዘብ። ኣጋ ምሸት ኮይኑ ንሕና ድማ ከም ባህርያትና ተበገስ ይኸውን እሞ በዓል ገዛ ወጺኡ እዋእ ናበይ ደኣ ኢኹም ትገድፉና ዘለኹም ኩነታት ደሓን ዶ ኣይኮነን እዩ ብምባል ይሓተና ንሕና ድማ ኩነታት ደሓን እዩ ንሕና ግን ነቒልና ኢና ድሕሪ ምባል ብዝገበሩልና ጽቡቕ ምስትንጋድ ነመስግኖ። ንሱ ድማ ቅጽል ኣቢሉ እሞ ንግደት ኣብዛ ዓዲ እኮ ሰለስተ መዓልቲ እዩ ዝካየድ፣ ንስኻትኩም ድማ ኢኹም ኣጋይሽና ማለት ምርሒትና፣ ከመይ ደኣ ክኸውን እዩ ይብለና። ንሕና ንግረም እሞ እዚ ኩሉ ጋሻ ኣብዚ ዓዲ ኣትዩ ዘሎስ ሰለስተ መዓልቲ ክቕኒ'ዩ? ኢልና ምስ ሓተትናዮ፣ እወ እዚ ከባቢና ዳርጋ ኩሉ ከምኡ'ዩ ይብለና። ጽቡቕ'ዩ፣ ዝኾነ ኮይኑ ግን ንሕና ስራሕ ስለ ዘለና ክንሓልፍ ኢና። ብዛዕባ እዚ ትብሎ ዘለኻ ድማ በገባብኩም ባዕልኹም ወግንዎ ኢልናዮ መገድና ቀጺልና። እቲ ኩነታት ንዓይ ብጣዕሚ ኣተሓሳሲብኒ፣ ምኽንያቱ ሓንቲ በዓልቲ ገዛ ብፍላይ ንእሽተይ መርዓት እንተኾይና ወይ ውን ሓንቲ ብዝተፈላለየ ምኽንያት ማለት ብሽምግልና፣ ብጥዕና፣ ዝተጻገመት ሰበይቲ ብምንጽጻር ምስቲ ንዓና ክቐርበልና ዝወዓለ ኣገባብን ዓይነትን ሽሻይ ንሰለስተ መዓልታት ዝኸውን ንኸተዛጋጅው ክንድምንታይ ኣሸጊርዋ ይኸውን ብምባል ኣብ መገዲ እናተገረምኩ ከድኩ። ኣብቲ ዞናታት ንግደት ንሰለስተ መዓልታት ብምክያዱ ብዓይኒ ኢኮኖሚ ክትሪኦ ከለኻ ብዙሕ ዘገርም ኣይኮነን። ምኽንያቱ እቲ ከባቢታት ካብቲ ቀንዲ ናይ እንስሳን ዘራእትን ርኽበት ዘለዎ እዩ ነይሩ። እቲ ዝገርም ነጥቢ ኣብዚ መዳይ ብሓፈሽኡ ክትሪኦ ከለኻ ግን ውራያት ንምክያድ ክንድምንታይ ወፃኢ ትገብር እምበር ክንድምንታይ ጉልበት ይሓትት ንዝብልሲ ኣብ ሕቶን ርእይቶን ዝኣቱ ጉዳይ ከምዘይምዃኑ እዩ። ምኽንያቱ እቲ ስራሕ ክሳብ ክንደይ ከቢድን ኣጸጋምን ምዃኑ በቶም ወሰንትን ኣዘዝትን ኣካላት ብዙሕ ኣቕልቦ ዝግበረሉ ነገር ከምዘይኮነ እዩ።

ክቡራትን ክቡራንን ሰማዕትና ንሓደ ሰዓት ዝኣክል ብክልቲኡ ቋንቋታት ዓረብኛን ትግርኛን ዘዳለናልኩም መደባት ኣብዚ ድምድም ክሳብ ዝመጽእ ዘሎ ረቡዕ ንራኸብ ብሰላም ቀንዩ። ርእይቶኹምን ሓሳባትኩምን በዚ ዝስዕብ ኢመይል ክትልእኹልና ዓቢ ሃንቀውታ ኣለና radio adal at gmail dot com እዚ ነጻ ሬድዮ ኣዳል እዩ።